ሰላም ጥዕና ይሃበለይ ክቡራትን ፍትዋትን ተኸታተልቲ መደብ ሳባውያን እንታይ ምስለ እውን ከምቲ ልሙድ ነዚ ሰዓት ዝዝሓርናዮም ሓፀርትን እዋናውን ዝበልናዮም ዜናታት ሒዝናልኩም መፂና ኣለና ንሰናይ ምክትታልኩም ንዕድም ፈለማ ቀንዲ ቀንዲ ነጥብታቶም ናባኹም ክነብል ኣሃዱታት ሰራዊት ምክልኻል ትግራይ ናብ ምይይጥን ገምጋምን ከም ዝኣተው ተገሊጹ። እዚ ከምዚ ኢሉ እንዳሃለወ ሓይልታት ሰራዊት ትግራይ ናይ ተቃውሞ ምንቅስቃስ ምእንተ ጥቕማ ጥቕምና ዋላ እኳ እንተገበርና ካብ መትከልና ግን ፈጺምና ንድሕሪት ኣይነንሰሓብን ክብሉ ንጸላእን ፈታውን ትርር ዝበለ መልእኽቲ ኣሕሊፎምሎም ዝርዝር ሓበሬታ ክህልወና እዩ። እዚ ከምዚ ኢሉ እንዳሃሎ ተረባሕነት መሰረታዊ ሕቶታት ሰራዊት ትግራይ ናይ ሓይልታት ሓራ መሬት ዘየካትት ምዃኑ ተገሊጹ ኣሎ። ተመሊሶም ናብ ኣሃዱታቶም ናብ ዝተጸንበሩ ሓይልታት ግን ተረባሕቲ ከም ዝኾኑ ተጠቒሱ ኣሎ። ዝርዝር ሓበሬታ ክህልወና እዩ። ብኻሊእ ዜና ድማ ኣብ ክልል ኣምሓራ ኣብ ዝካየድ ዘሎ መጠነ ሰፊሕ ወተሃደራዊ ወፍሪ ጉጅለ ፋኖ ብርክት ዝበሉ ከባብታት ክልል ኣምሓራ ኣብ ትሕቲ ቁፅፅሩ ከም ዘእትወ ዶቼ ቬለ ዘውፅኦ ሰበር ዜና ክነስምዐኩም ኢና። ላይክ፣ ኮሜንት፣ ሸር፣ ሰብስክራይብ ምግባሬን ዘንግዕ ብብዘለናዮ ሰናይ ፃንሒት ይግበረልና። ሰራዊት ፋኖ ኣብ ክልል ኣምሓራ ኣንጻር መንግስቲ ኢትዮጵያ ዘካየዶ ዘሎ መጠነ ሰፊሕ ወተሃደራዊ ወፍሪ ብብርክት ዝበሉ ዓወታት ዝተዓጀበ ኮይኑ ቀጺሉ ይርከብ። ካብ ቀረባ እዋን ጀሚሩ ሰራዊት ፋኖ ኣብ ክልል ኣምሓራ ኣንጻር ስርዓት ብልጽግና ኣብ ዘካየዶ ዘሎ መጠነ ሰፊሕ ወተሃደራዊ ወፍሪ ብኣጽዋራት ክደራጆ ዝገበሮ በርከት ዝበለ ወተሃደራዊ ዓወታት እንዳሓፈሰ ይርከብ። ኣብ ሰሜን ወሎ ዝተጀመረ ዝተደራጀወ መጥቃዕቲ ሰራዊት ፋኖ ናብ ጎንደር እውን ዝተስፋሕፈሐ እንትኸውን ካብ ትማልን ብቅድሚ ትማልን ጀሚሩ ብወተሃደራዊ ዓወት ዝተዓጀቡ ምንቅስቓሳቱ ንብርክት ዝበሉ ከተማታት እቲ ክልል ክቆፃፀር ከም ዘኽእሎ ዶቼ ቬለ ንነበርቲ ከተማ ክልል ኣምሓራን ንኣባላት ፋኖ ብምጥያቕ ንዝረኸቦ ሓበሬታ ጠቒሱ ዝዘርግሖ ፀብፃብ የመላኽት። ኣብ ጎንደርን ሰሜን ወሎን ኣብ ዝካየድ ዘሎ መጠነ ሰፊሕ ወተሃደራዊ ወፍሪ ንብርክት ዝበሉ ከተማታት ከም ዝተቆጻጸረ ዝገልጽ ዶች ቬለ ንሓደ ስሙ ክጥቀስ ዘይደለዮ ነባሪ ብምጥቃስ ኣብ ዘርግሖ ሓበሬታ ሰራዊት ፋኖ ንጨጮኾ፣ ዘቢጥ፣ ገገራ፣ ኣፍላቂጥ ንዝተብሃላ ከተማታት ከም ዝተቆጻጸረ ከረጋግጽ ክኢለ ክብል ጠቂሱ ኣሎ። ንሓደ ኣባል ጉጅለ ፋኖ ብምጥቃስ ኣብ ዘርግሖ ተወሳኺ ሓበሬታ ድማ ንሰንቃ፣ ዘቢጥን ደባላን ዝተብሃላ ከተማ ኣብ ትሕቲ ቁፅፅር ሰራዊት ፋኖ ከም ዝኣተዋ ኣረጋጊፀ ክብል ዝገለፀ ዶቼ ቬለ ተወሳኺ ሓበሬታ ካብ ሰራዊት ምክልኻል ኢትዮጵያ ንምርካብ ፃዕሪ ዋላ እኳ እንተገበረ ኣውንታዊ ምላሽ ከም ዘይረኸበ እቲ ሚዲያ ጠቒሱ ኣሎ። ንሚኒስትሪ ጉዳያት ኮሚኒኬሽን ኢትዮጵያ እውን ንምዝራብ ዝሞከረ ዶቼ ቬለ ብተመሳሳሊ ነቲ ዝካየድ ዘሎ ኩናት ዝምልከት ዝርዝር ሓበሬታ ክረክብ ከም ዘይከኣለ ኣብ ዝዘርግሖ ስፍሕ ዝበለ ጸብጻብ ጠቒሱ ኣሎ። ተረባሕነት መሰረታዊ ሕቶ ሰራዊት ምክልኻል ትግራይ ኣብ ዓፋር ንዝርከቡ ሓይልታት ከም ዘየካትት ተገሊጹ። ኣባላት ሰራዊት ምክልኻል ትግራይ ነይሮም ናብ ዓፋር ከይዶም ኣንጻር መሪሕነት ትግራይ ኣንጻር ረብሓ ትግራይ ንምቅላስ ዝወሰኑ ሓይልታት ኣብ ተረባሕነት መሰረታዊ ሕቶ ሰራዊት ምክልኻል ትግራይ ከም ዘየካትቱ ተገሊጹሎም። ብርግጽ ሓራ መሬት ኣምሪሖም ድሓር ግን ተናሲሖም ብይቅርታ ናብ ኣኻዱታቶም ዝተመለሱ ሓይልታት ግን ተረባሕቲ መሰረታዊ ሕቶታት ሰራዊት ምክልኻል ትግራይ ከም ዝኾኑ ተገሊጹ ኣሎ። ከም ዝፍለጥ ኣብዚ ቅንያት ሰራዊት ምክልኻል ትግራይ ኣብ ዘካየዶ መጠነ ሰፊሕ ናይ ተቃውሞ ምንቅስቓስ ካቢኔ ግዝያዊ ምምሕዳር ትግራይ ምስ ተረባሕነት መሰረታዊ ሕቶታት ሰራዊት ምክልኻል ትግራይ ኣመልኪቱ ብርክት ዝበሉ ውሳነታት ኣመሓላሊፉ ኣሎ። መንበሪ መሬት ሓዊሱ ናይ መሃያን ጥቕማጥቕምን ወሰኽ ክግበር፣ ነፃ ናይ ትምህርትን ናይ ሕክምናን ግልጋሎት ዝረኽብሉ ባይታ ክፍጠር፣ ካብዚ ብተወሳኺ እውን ኣብ ዝተፈላለዩ መንግስታውን ውልቃውን ትካላት ብኽብሪ ግልጋሎት ዝረኽቡሉ ባይታ ክፍጠር፣ ናይ ጡረታ ተጠቃምነት ብሓፈሻ መሰረታዊ ዝተብሃሉ ሕቶታት ሰራዊት ትግራይ ኣውንታዊ ብዝኾነ መንገዲ ምላሽ ዝህብ ውሳነ ከምዝተወሰነ ዝፍለጥ እዩ። እዚ ውሳነ እዚ ግን ዓፋር ከይዶም ኣንፃር ረብሓታት ትግራይ ንዝቃለሱ ሓይልታት ፈፂሙ ከምዘየካትት ተገሊፁ ኣሎ። ኩለን ኣሃዱታት ሰራዊት ትግራይ ናብ መይጥን ገምጋምን ከም ዝኣተዋ ተገሊጹ። ንሓሙሽተ ተኸታታሊ መዓልታት ካብ ጥቅምቲ 3 2018 ዓ ም ብኣቆጻጽራ ግእዝ ጀሚሩ ሰፊሕ ናይ ተቃውሞ ምንቅስቓስ ብሓይልታት ሰራዊት ምክልኻል ትግራይ ክካየድ ጸኒሑ እዩ። ናይ ጥቕማጥቕምን ተረባሕነትን ሕቶ ዝሓዘለ እዚ ናይ ተቃውሞ ምንቅስቓስ ኣብ ትግራይ ስግኣት ፈጢሩ ዋላ እኳ እንተጸንሐ ኣብ መወዳእታ ናብ ዘተን ምርድዳእን ከም ዝወረደ ተገሊጹ ኣሎ። በዚ መሰረት እውን ኩለን ኣሃዱታት ሰራዊት ትግራይ ናብ ምይይጥን ገምጋምን ከም ዝኣተዋ ተገሊጹ ኣሎ። ኣባላት ሰራዊት ትግራይ እውን ኣብዚ ቅንያት ዝተኻየደ ናይ ተቃውሞ ምንቅስቓስ ረብሓናን ጥቕማጥቕምናን ክሕሎ ዝገበርናዮ ናይ ተቃውሞ ምንቅስቓስ እምበር ካብ መትከልና ሓደ ስድሪ እውን ንድሕሪት ወንዘፍ ኣይንብልን ክብሉ ጠቒሶም ኣለዉ። እቲ ግን ክሕልፋ ዝደሊ ሕዚ ሰላማዊ ሰልፊ ወፅኦም እዩ ካብ ዝብል ዝኾነ ይኹን ፀላኢ ኣብ ልዕሊ ትግራይ ድፍረት እንድሕር ዝሓዝ እንተኾይኑ ያው ናይ መጨረሻ ውርደቱ ይኣክል ኣሎ ማለት እዩ። ዝተበጣጠሰ ሓድነት ዝበሃል የለን። በቃ ስልጠናና ተኣምር ብዝኾነ ስልጠና ሙሉእ መሳርሒ እኒአና ካብ ናይ ቅድሚ ሕዚ ፍልይ ብዝበለ መልክዑ ያው ኣብ ስልጠና ኢና ንርከብ ማለት እዩ ኣብ ምድላው ኢና ንርከብ መሬትና ንምምላስ ቁፅሪ ሓደ ቁፅሪ ሓደን ሰላማዊ ሰልፊ ዘውፀና መሬትና ንምምላስ ጥራይ ካብኡ ስዒቡ ዝመፅእ ናይ ጥቕማ ጥቕሚ ምሕታት እምበር ቁፅሪ ሓደ ህዝብና መዓዝ እዩ ዝምለሰሉ መዓልትን ዕለትን ንጎርና ንምባል ኢና ናብ መራሕትና ሰላማዊ ሰልፊ

ኣብ ስልጠና ኢና ዘለና ሕዚ እውን ማለት እዩ ከምዝፍለጥ ናይ ስልጠና ምድላዋት ኣለና ኣብ ምድላው ኢና ንርከብ ስለዚ ብፕሮግራም መሰረት ያው ካብቲ ሰለማዊ ሰልፊ ተመሊስና ኣብ ስልጠና ኢና ናመፅና ውዒልና ማለት እዩ ሰለስተ ኣርባዕተ ሰዓት ተጓዒዝና እንደገና ተመሊስና እቲ ተጋዳላይ ደኺምኒ ይበለ ካልእ ይበለ ምክንያቱ ዕላምኡ ስለ ዝፈልጥ እዚ ሰለማዊ ሰልፊ ስለ ዝወፀና ሕጊ ኣልባ ወይ ከኣ ስርዓት ኣልባ ኮይና ማለት ኣይኮነን ማንም ሰብ ክርድኦ ዝግብኦ ማለት እዩ ስለዚ ብሕግን ስርዓትን እዩ ንመራሕትና እውን ዝግብኦም ገምጋምን ዝግብኦምን ሓሳብ ኢና እነንጸባርቆም ዘለና እምበር ንመራሕትና ጠቕሊልና ጸሊእናዮም በቃ ካባና ኣግሊልናዮም ኣይኮነን ጽባሕ እውን እሶም ክመርሑና ሕዚ እውን እሶም እዮም ዝመርሑና ዘለዉ ማለት እዩ ስለዚ እቲ ሕማቕ መራሒ ሕማቕ እቲ ጽቡቕ ገሩ ብጽቡቕ ኣካይዳ ዝኸድ ዘሎ መራሒ ድማ ንዕኡ ደጊፍና ቦቲ ኣካይዳ ንሱ ንኸይድ ከም ዘለና ክርዳእ ኣለዎ

ብተን ትዲኤፍ ወለድኩም ትሓዙ ፀላእቲ ከለኹም ሓሳብ እዚ ሕልሚ ከም ዝኾነ ክትርድኡልና ንደሊ
ሰይ ጎበዛይ ሓበኒ ጎበዛይ ጎበዛይ ኣንበሳ ቆልዓ ትግራይ
እሺ ኣብቲ ዝነበረ ናይ ፅርግያ ምዕፃው ተራእየ ከም ሰራዊት ያው ንሕና ካብ ህዝቢ ዝወፀና ሰራዊት ኢና ግን ክንብሎ ንኽእል ክግበር ዘይግብኦ ያው እቲ ፅርግያ ምዕፃው መኻይን ምዕፃው ያው ንህዝብና ይቅርታ ክንሓትት ኢና ማለት እዩ። ሓበኔቱ ጎበዛይ ጎበዛይ ኣንበሳ ቆልዓ ትግራይ

ሕዞ ስልጠና ኣለና ሰልጢና እውን ዓድና ክነክስና ዘይተመለሰ ተመሪፅ ክነምልስና ጠቕላላ መላእ ሕቶ ህዝቢ ትግራይ እውን ፈልጥና ክንምልሶ ምዃንና ቀላትና ክፈልጡ ደቂ ነተሓሳስ